ሻሎም ለምውን ከም ትንቡር ሓንቲ ደስ ትብል ደርፊ ሒዘቐ መፅየ ዘለኹ ሓረምረም ትብል ናይ ሰባ ዓንደማርያም። ይሃርመኻ
ይምነየኻ እሞ ክወስደኻ ይብላ ሃረምረም ሃረምረም
ብ ብ ኦዴ ሰሚዐያ ኣነ ብክሊፕ ክሪኣ ኣይደለኹን ምክንያቱ ብዙሓት በያ ዝገብሩኻዮም ፅቡቓት ግጥምታት ኣብቲ ክሊፕ ዓኑ ድኹም ዝበሉኻ ብክሊፕ ስለ ዝፅገኑ ብዛዕ ግጥምኻ ስለ ዝኾንክ ክዛረብ ንበይነየ መን ዘይሞዋ መን ገጢሞዋ እቶም ብክሊፕ ትርእዋ ኣብኡ ረኣይዎ ኣብዛ ገጥሚ እቲ ፅማቕ ዛንታ እንታይ እዩ ክልተ ፍቑራት ኣለዉ እታ ጓል ኣንስተይቲ እያ ሕጂ ትዛረብ ዘላ ብዙሓት ኣዋልድ ሲ ብዙሓት ከማን ኣይኮና ኩለን ኣዋልድ ይጥምታ ከዓ ክወስዳኻ ይደልያ ግን ድኸማይ ኢልወን እምበር ኣይወስዳኻን እየን ኦሬዱ ናይ ወስዳኻን ጥራሕ ዘይኮና ማይ ምዒጎን ተሪፈን እየን እሞ ንሕና ንመርዖ ነደይ ክመስል ነቦኻ ምሰል ዕሰልየ ንበል እቲ ጽማቕ ዛንታ

ኣብቲ መእተዊ እንታይ እያ ትብሎ እቲ ወዲ እንታይ ፅባቕኡ ከምዚ ጠባይ ኣይኮነን ኩራዕ ስለ ዝኾነ ኣይኮነን ወይ ሓፋር ስለ ዝኾነ ኣይኮነን ነናተን ጓል ኣንስተይቲ ትፈትዎ ዓይነት ስለ ዘሎ ቀጭነ ኢላ ስለ ጀመረት ግን ደጋዊ ፅባቕኡ እየን ዝጥምተኦ እተን ጎራዙ ኩለን እየን ከኣ ንኣብነት ከምዚ ኣዋልድ ዓድና ይጥምታኻ እንተኢልካስ ብዙሓት ኣዋልድ ክኾና ይኽእላ እየን ሕረምረም ለሚደን ክወስዳኻ እንቂደን ጎራዙ ኩለን እዚ ሃይፐርቦል ኣይኮነን ኤግዛጀሬሽን እውን ኣይኮነን ምግናን ኣይኮነን ኩለን እንተልካ ከምዚ ብመዐቀኒ ኢኻ ትዕቅን ዘለኻ ብቑፅሪ ንምግናን ብዙሓት እንተልካ ምግናን ክኸውን ይኽእል እዩ ኩለን እንተልካ ግን ዋላ ሓንቲ ከይጠመተቶ ወይ ከይተዓንቀፈት ንዕኡ ክትርኢ ትኸይድ ጓል የላን ዝዓይነቱ እዩ ዘምስል ኤኒወይ በታ ቀዳመይቲ ስታንዛ ናይ ነፍሲ ወከፍ ስታንዛ መዕፀዊ ተመሳሳሊ ጽባቐ ወይ ተመሳሳሊ ሽግር እንድዩ ዘለወን እታ ቀዳመይቲ ስታንዛ ኣይወስዳኻን እየን ዘይናተን ምብላዕ እንዶ ለሚደን ኢለ ተዓጹ ሃረምረም ዝብላ ኣታታይ ጉደይ ኣው ዝያዳይ ዘይናተን ምብላዕ ዕዶ ለሚደ
ሕጂ ዘይናተን ምብላዕ ለሚደን ትብል ተሃልያ እዛ ካራክተር ሓደ ትፈልጠን እያ ማለት እዩ ንኩለን ትፈልጠን እያ እንድ ፅቡቅ ስለ ዝኾነ ኣይኮናን ዝጥምተኦ ዘለዋ ልማደን እዩ ዘይናተን ምብላዕ እተን ኩለን ዝጥምተኦ ዘለዋ ኣዋልሲ ምስትን ምስትን ዝዘራ ምስትን ምስትን ዝመናጠላ ደረቕ ጸርፊ እያ እዚኣ። ነቶም ኩሎም ጎራዙትሲ ንኣፍቃሪያ ወሲደናላ ጥራሕ ኣይኮነን ሕማማ ከምኡ ይኣመለ ኣመለን ስለ ዝኾነ ምክንያቱ ለሚደን ትብል ቃል ኣላ ዘይናተን ምብላዕ እንዶ ለሚደን ትብል ኣላ እሞ እዚ እታ ቅጭነይ ኢላ ከተድንቆ ዝፀንሐት ቅጭን ስለ ዝኾነ ኣይኮነን ዝቐርብኦ ዘለዋ ልማደን ስለ ዝኾነ እዩ ካብቲ ንዕኡ ክትህቦ ዝሓሰበት ኣድናቆት ነቲ ንዐአን ትፃረፈን ዘላ ዩዛይድ ኣብቲ ሚዛን ዝኾነ ዓይነት ወዲ ክኸውን ይኽእል እዩ ልማደን እንተኮይኑ ዳ እሞኻኒ ብሙልአን ነቶም ኩለን ጎራዘትሲ ከምኡ እዩ ትብል ተሃልያ ሓደ ነቲ ናቱ ፅባቐ ተፋኹሶ ኣላ ናተን ገዲፈን እንተዝመፅኦ ከማን ንዕኡ ሞር ነቲ ፅባቕኡ ኤግዛጀሬት ምኾነ ነይሩ ምተጋነነ ነይሩ መጠን ክንደይ ፅቡቕ ምዃኑ እዚኦም ግን ስለ ኣመለነ ዝመፃ ዘለዋ ሽዑ ኣብ ዝቕፅል ከ ድኸማ ኢልወን እንዳኣለን ትብል እያ ርግፀኛ ኮይና ክወስዶ ከምዘይክእላ ብኸማይ ልወን እየን እምበር ይጥምታኻ ዘለዋ ሓደ ብዛዕ ነብስኻ ኢኻ ተኣማሚንካ ክትዛረብ ትኽእል ዝተወደእ ነገር የለን ኣብዚ ክደኽማ ድን ክዕወታ ድን እሞ ከዓ ሓንቲ ምሽሕ እያ ትገጥም ዘላ መደምደምታ ክትበፅሕ ተኾንካ ኣነ ዘበት ኣይገድፈካን ክትብል ትኽእል ኢኻ ንሱ ዘበት ኣይገድፈንን ኢልካ ወላ እኮ ኣብቲ ክቕበላ ከሎ ምሳኸየ እንተበላ ግን ክትምሕል ተኾንካ ብዛዕ ነብስኻ ኢኻ ትምሕል ኦከ የኣምናዮ ክትብል ትኽእል ኢኻ ደኸማይ ለወን ከምኡየን ለሚደን ክትብል ከለኻ ግን ነቲ ኣፍቃሪኻ ከተድንቕ ክትብል ነተን ደቂ ኣንስትዮ ተካሻምሸን ኢኻ ደለኻ ንብዙሓት ጎራዙ ተናእሰን እያ ዘላ ኣይትረኽቦን ይኽን ይኣምኖ እየ ልቢ ውሽጢ ልበይ ኣላ ኦኬ እዚ ፅቡቕ ክትብል ትኽእል ኢኻ ከምኡ ብኸማይ ልክን እዩ ገለ ኢልካ ተስፋ ክተቕርፀን ክትፍትን ይከኣል እዩ ገና ኣብ ፕሮሰስ ከሎ ግን ሽር ኮንካ ንዐን ብምናስ ኣትን ዘይ ዓይንኽን ትጥምታ ኩሉ ግዜ ኩሉ ግዜ እንካ እናበለ ንሓደ ወዲ ተባዕታይ ከተድንቕ ክትብል ንብዙሓት ደቂ ኣንስትዮ ኣንደርስቲሜት ምግባር ወይ ምናኣስ እዩ ዝመስል ዘሎ እቲ ረምረም ለሚደን ክወስዳኻ ነቒለን ጎራዙ ክለን ዝበላ ብላ ዘይባእኺ ጎርዞ ይፍትሓላ ይፍትሓላ ገለ ዝብል ዘሎ እቲ ይፍትሓላ ዳሕን ንምንታይ ኣትዩ ብዙሕ ክስተ የብለይ ኣብ ነፍሲ ወከፍ ኣብታ ትቕፅል ስታንዛ ከዓ እታ መዕፀዊት እንታይ ትብል ስቑል ከውርዳ ዝሓሰቦ ከይሰዳ ከይኣትዋ ዕዳ ሓደ እንታይ እየን ሒዘን ከምዘይ ከምታ ዓንተወይ ናተን ገዲፈን ናባኻ ክጥምታስ እቶም ናተን ከይገድፍወን ንኹለን ድያ ትፈልጠን ኮይና እቲ ዘረባ ሕጂ ስቑል ከውርዳ ኦኬ ምስላ ዓይነት እዩ ግን ዝሓዘኦ ከይሰዳ ተልካስ ኩለንሲ ዘዝሓዘኦ ኣለወን ዘዝሓዘኦ ገዲፈን ንዓኻ ክጥምታ ግዳ ንዕኦም ከይከስረኦም ንኩለን ጎራዝ ደ ትፈልጠን እዛ ካራክተር እዚኣ ኣብቲ መእተዊ ዘይናተን ምብላዕ ለሚደን ኢላተን ከም ዝለመዳ ምክንያቱ ብሂገን ተትኸውን ዘይናተን ክወስዳ ብሂገን እንተዝኾን ኦኬ ትርኤን ኣላ ተጠውየን ክጥምተኦ ድዩ ቅርብርብ ክብለኦ ድዩ ስለዚ ዘይናተን ክወስዳ ብሂገን ክትብል ትኽእል ኢኻ ለሚደን ምናልባት ኣብቲ ኮመንት ይርእ ነይረ ሓንቲ ቃል ከምዚ ኮይና ከምዚ ኮይና ኢልካ ካብ ምዝራብ ሓንቲ ቃል እንድያ ዳ እሞ ንግጥሚ ዳ ዓነው ተብሎ ሓንቲ ቃል ካልእ ትርጉም ትቕይረሉ ሓንቲ ቃል እወ ትዘረበላ እምበር ሓንቲ ቃል ዘይናተን ምውሳድ ለሚደንን ዘይናተን ምውሳድ ብሂገንን በበይኑ ትርጉሙ ክብህጋ ከለ ብተግባር ትርኤና ኣላ ለሚደን ተይላ ግን ህይወተን ትፈልጠያ ማለት እዩ ዳሕራይ ከኣ ዝሓዘኦ ከይከስራ ከይኣትዋ ዕዳ ከዓ ትብል ኣላ ዝሓዘኦ ከም ዘለዎም ከዓ ትፈልጠን እያ ማለት እዩ ነዘን ኩሎም ጎራዙ ትፈልጠን እያ እዛ ካራክተር እዚኣ ናይ ስነ ሕብረተሰብ መፅናዕቲ ናይ ሓዳር መፅናዕቲ ናይ ፍቅሪ መፅናዕቲ ድያ ትገብር ንሓደ ኣፍቃሪኣ ከተድንቕ ክትብል

ኣካል ምስባር ሎሚ ክትዛረበሉ ብጣዕሚ ዘስሕቕ እዩ ኣካል ምስባር ሽሕን ሚትን ግዜ ተፃሒፍሉ ተዘሪብሉ ምሳኻ ክዛረብ ፀንሐ ሽዑ ንዓኻ ገዲፈ ምስ ካልኦት ሰባት ብዛዕባኻ ዝዛረብ ተኮይነ እንታይ ማለት እዩ ምክንያቱ ቅጭነየ ክትብሎ ፀኒሓ ምስ እያ ትዛረብ ዘላ ንሱ ዝዛረብ ኣሎ ገዲፋቶ ሽዑ ክወስደኦ ትብል ኣላ ክወስዳኻ ክትብል ትኽእል ነይራ እያ ምስኡ ዕላል ፀኒሓስ ከመይ ገይራ እያ ሽዑ ትጥንጥኖ ዘላ ኣካል ምስባር እኮ ብጣዕሚ ብጣዕሚ ስምዒት ዝሰብር ዓይነት እዩ ብጣዕሚ ከተዕረየኻ ቀሊል እዩ ዝኾነ ጀማራይ ገጣማይ ዝፈልጦ እኮ እዩ እዚ ካልኣይ ኣካል ሳልሳይ ኣካል ተቐዳማይ ኣካል ምስ መን ይዛረብ ከመይ ጌርካ ካብትን ናብትን ትናጥራ ኣለኻ መስመር ብመስመርሲ ክወስዳኻ ነቒለን ክወስዳኻ ነቒለን ክትብል ከላ ሙስ እያ ትዛረብ ዘላ ከፃውቶ ብዓይንን ስንን ከፃውቶ ግርም ዝብለኒ ከም ተረድአን ዘይርዳኦ ገዲፋቶ ንዕኡ ሽዑ

ን ኣካል ምስባር ሎሚ እንዳይ እዩ ስምዒትካ ዝሰብር እዩ ዝኾነ ሰብ ክርድኦ ዝኽእል እዩ ዝኾነ ህንጥሾ ዝበለ ገጣማይ ብጥቓኻ እንተሓሊፉ ካብኡ ክትርዳእ ትኽእል ነጥቢ እያ ኣዝያ ቀላል ነጥቢ እያ ነይራ እዚኣ እቲ ኣካል ምስባር ንምንታይ ኣጋጢማ ምሳይ ንሱስ ኣብ ዝሓቑፈይ ትርኣስ ንግሆ። እዚኣ እውን መዛዘሚ ናይታ ሓንቲ ፓራግራፍ እያ። ኩለን እተን መዛዘሚ ብራብሻ እየን ዝዛዝማ ዘለዋ። ምሳይ ንሱስ ኣብ ዝሓቑፈይ ትርኣስ ንግሆ። ትርኣስ ንግሆ ምሉእ ለይቲ ክራግሑ ድዮም ሓዲሮም ማለት እዩ። እንታይ እዩ ትርኣስ ንግሆ ኢልካ ዝረባኺ? ኣፍ ልቡ ዝትረኣሶ ኣፍ ልበይ ዝትረኣሰኒ ትብል ትኽእል ኢኻ ትረኣስ ንግሆ ትብል መግለፂ ንምንታይ ተጠቒምላ ዳሕራይ ልቡ ክሰርቃ ምሳይ ከም ዘላ ዘይፈልጠ ከመይ ኢረ ሂበ ክስእኖ ጓል ሹቅ እንድያ ዝማሪና። እሃ ጓል ሾቅ ተሒዛ ኣይትለቅቅን እያ። ኣዝማሪኖ ትብል ቃል ምናልባት ጓል ኣስመራ ንምባል ወይ ስልጥንቲ ንምባል እንተኾይና ተጠቂማትላ እምበር ኣዝማሪኖ ትርጉሞም ኣይኮነን እንድዩ ብትኽክል ኦከ ጓል ሃገረሰብከ ስኢላያ ትምንጠል ኣብ ሓደ ሰብኣይ ብዙሓት እየን ዘብልኣ እታ ኣዝማሪኖ እንዴ ከመይ ገይረ ክምንጠል ትብልሲ ምስ ምንታይ እታ ኣዝማሪኖ ተወዳደር ዘላ ብዙሕ ሰብ ኣዝማሪኖ ናታ ተጻራሪ ቃል ከኣ ሃገረሰብ ትብል እዩ ዝጥቀመላ ብዝውቱር ኣርቲስት ክጥቀመላ ኣይግባእን እዩ ሃገረሰብ ተወልደ ልዕሊ ሓረስታይ ስልጡን የለን ኦኬ እጂ ጓል ሹቕ ስለ ዝኾነሲ ሓንሳብ ተሒዘ ኣይለቅቕን እየ እንታይ ጓል ሹቕ ስለ ዝኾነት መሰፋቕር ድዩ ዘለዋ በቲ ንቡር ኣዘራረባ ኣብ ኣርት ክኸውን ዘይነበሮ ጓል ሸቀይ ኣነ እጠመትክን ጠመታ ኣትን ምስ ብዙሓት ምዛር ዝለመትክን እምቢ ኣይገድፈልክን እዩ እቲ መርትዖ ዝመፅእ ዘሎ ከመይ ረኺበ ክሰኖ ዋርሽኹ ማይ ሚዕገን ተሪፈን ከኣ ትብል ኣላ ገና ቃል ኪዳን ኣይኣሰሮን ዘለዉ ገና ኣብ ፍቅሪ እዮም ዳሕና ፍቅራዊ ዑደት ኣለዎ ኣብ ፍቅራዊ ምንቅስቃስ እዮም ዘለዉ ኣብ ኪዳን ኣይበፅሑን ዘለዉ ይጥምቶ እኻ ኣለዋ ማይ ሚዕጎን ተሬፈን ተይላ ግን እቲ ነገር ውዱእ ክኸውን ኣለዎ ተሬፈን ማይ ሚዕጎን ተሬፈን ተይልካ ኣርባዕተ ነጥቢ ተፈፂሙ ክኸውን ኣለዎ ኣርባዕተ ነጥቢ ዳን ንግረፎ እቲ ድሕሪ ሓዳር ዘሎ ፍትሕ ኮንፍሊክት ንግረፎ ገና ግን ኣብ ሓዳር እውን ኣይበፅሑን ዘለዉ
ኣብ ኪዳን'ውን ኣይበጽሕን ዘለዉ። ናይ መዒጎን ተሪፈን ዘብል'ውን ዘተኣማምን ነጥቢ የብልካን።
ከምዚ
ናይ እምነት ኣይኮነትን እታ ካራክተር ትደርፍ ዘላ። እተን ክልተ መስመር ገለ ዝምልሰላ ይፍታሕላ ብዘይባእኺ እንታይ ስኢነ ገለ ዝብላ እንተዘይኮይነን ከምዚ ናይ ቅንኢ ከተርሕቐን ከዓኒ ተስፋ ከተቑርፀን ውሽጣ ግን ሻቕሎት ዘለዋ እያ ትመስል እምበር ኣሚናቶ ተትኸውን ክንዲዚ ፀርፊ ክንዲዚ ኣስሒነየን ማይ ኣምዒጎየን ዘይናተን እንድየን ዝለምዳ ገለ ዝብል ምንኣኣስ ነተን ዝጥምትኦ እምነት ተዘህለዋ ክጥምታኻ ከለዋሲ ፅባቐኻ የድንቓ ስለ ዘለዋ ሓበን እዩ ዝስምዓኒ ከማን ምበለት ምክንያቱ ይኣምነካ ዝጠመታ ጠምታ ከም ዘይወስዳኻ ስለ ዝፈልጥሲ ብዙሓት ክጥምታኻ ከለዋ ብዙሕ ግዜ ዝሕጎስ ተዝኸውን ሓድሽ ግጥሚ ከም ክንፅሕፍ ዘሎ ካብታ ዝብላ ዘሎ ግን ኣብዚ ግን እምነት ትበሃል የላን ኣድናቆት ናቱ ፅባቐ ናቱ በጀካ ቀጨነየ ዝያዳ እየ ዝብላ እንታይ እዩ ፅባቕኡ ፈፂሙ ይግለፅን እዩ እቲ ካራክተር ተረሲዑ ኩሉ እቲ ዘረባ ብዛዕባ ንዕዕን ምቁያቑ ማይ ከም ዕጎብ ክደ ኣይትረኽብኦን ይኽን ምባል ተዘይኮይኑ ንሱ ኣይተገልፀን ሓንሳብ ቅጭነይ ሓንሳብ ዝያዳይ ስለተባህለ ሓደ ኣይትረኽብኦን ኢኹም ጸኒሑ ኣብቲ ፕሮሰስ ኣብ መስርሕ ጸኒሑ ድሓር ከዓ ከም ተወደአ ማሚዕገን ተሪፈን ነነረ ኣይትኣምኖን እያ ናይ ቀልዓለም ዘረባ እዩ እዚ ተኣምኖ እንተትኸውን ተረጋጊኣ ከይተፃረፈት ብዙሓት ጠሚተናለይ ኣሰይ እዚ እሙነይ ግን ምሰይ ኣሎ ክሳብ ሕጂ ኣብ ሕቑፈይ እንታይ ትብለና እምነታ ርግኣታ ምገለጽናዮ። ኣብዚ ግን ነተን ዝጥምትኦ ህልኽ ምስአን ሒዝዋ፣ ቅንኢ ሒዝዋ፣ እምነት ጎዲልዋ ክርሕቃላ ጥራሕ እያ ተብል ዘላ እምበር እቲ ኣፍቃሪ ኣብዚ ወላ ሓንቲ ኣይተገልጸን። እተን ዝጥምትኦ ከዓ ተጸሪፈን።